ሰላም ሰላም ኣሕዋት ኩልኹም ኣብ ዘለኹሞ ሰላም ጥዕናን እንዳተመነኹ ክብራት ኣሕዋተይ ከም ኩሉ ግዜ ሰላምኩም ብዝሕ ይበለለይ ምሳኹም ዘለኹ ሓፍትኹም ሰላም እየ እምበኣር ናይ ሎም መዓንቲ ቪድዮና ብቐዳማይ ከም ዝሓለፈ ናይ ኣውደ ኣመት ሰራሕናዮ ኣሰራርሑ ከዓ ሒዘልክን መፅእ ኣለኹ ብሓንሳብ ኮይና ክሳብ መወዳእታ ንርኣያ ናብኡ ድማ ከብለክን እየ ከምዚ ትሪኦ ዘለኽን ኣብዚ ኣዳልየ ዘለኹ ሽጉርቲ ማለት እዩ። ኣብዚኣ ክልተ ኪሎ ሽጉርቲ እየ ኣዳልየ ዘለኹ ክቡራት ኣሕዋተይ። ከምዛ ትሪኣ ዘለኽን ከዓ ኩለን ብሓንሳብ ክንከራትፈን ኢና ማለት እዩ። ስለዚ ዝሓለፈ ናይ ኣውደ ዓመት ናይ ኣዴ ማርያም ዝተጠቐምኩላ እያ ማለት እዩ። ኣጋጣሚ ሽዑ ግን ሰራርሕኡ ዝኣክል ኣይብናን ማለት እዩ። ስለዚ ኩለን ከምዚኣ ትሪኣያ ዘለኽን ገይረ ኩለን ሓፃፂበ ማለት እዩ። መትሓዚ ሓፂቢ ከዓ ናብነበሮ መሊሰ የለኹ መኸርታፍ ጀሚርና ኣለና ከምዛ ትሪኣያ ዘለኽን ጃቂ ጌርና ብሓንሳብ ፅቡቕ ጌርና ካብ ክሽን እውን ንገላገል ሰለስተ ዓይነት ፀብሒ ብሓንሳብ ክንሰርሖ ኢና። ከም ዝትሪኦ ዘለኹን ኣዳልየ ዘለኹ ሕጂ ሽጉርተይ ነዚ ይመስል ማለት እዩ። እዛ ትሪኣ ዘለኽን ስልሲ ከምኡ ድማ ናይ ኣልጫ ወይ ድማ ናይ ካውሎ ሽጉርቲ ከምዚ ንግድሚ እየ ዝገብሮ ዘለኹ ማለት እዩ እዛ ትሪኣ ዘለኽን እዚአን ከዓ ሓደ ሓሙሽተ ሓባ እየ ተጠቂመ ማለት እዩ ስለዚ ከምዛ ትሪኣ ዘለኽን ካሮተይ ድማ ተግብር ኣቢልና ኣብዚኣ ከምዚኣ ገርና ከዓ እዚኣ ቅርድድድ ኣቢልና ናብ ማይ ንገብሮ ማለት እዩ እንታን ከይፅልመና ወይ ድማ ዝኾነ ከይባላሸወና ማለት እዩ ማይ የዳልየ ኣለኹ ኣብቲ ማይ ድማ ክገብሮ እየ ማለት እዩ ክብራት ኣሕዋተይ ከም ስትሪኦ ካረተይ ወዲኤ ማለት ድንሽ ድማ ከምኣ ገይረ ማለት ሕጂ ኩለን ብሓንሳብ ቅርድድድ ኣቢልና ማለት እዩ ከምቲ ዝበልኩኹን ካብ ስራሕ እውን ቀልጢፍና ንገላገል ከምዚኣ ግብር ኣቢልና ስራሕ ሓቢልና ማለት እዩ ብፍላይ እንድሕር ደኣ ስራሕ ኮይና ከምዚኣ ገርና ንቐምጥ ኣብ ፍርጅና ብፍላይ ሕጂ ኣብ ግዜ ጾም ማለት እዩ ከምኡ ድማ ካውሎና ከምዚ ትሪኦ ዘለኽን ሕማቑ ከምዚ ገይረ ስድድ የብሎ ማለት እዩ ድሕሪ ከምዛ ትሪኣ ዘለኽን እዚኣ መቐለብ ቢለይ ኣለኹ ከምዚኣ ግብር ኣቢለ ሕጂ እቲ ዕፅም ዝበለ ድዋ ድማ ማለት እዩ ንስሪኦ ዘለኽን ብከምዚ ኣግብር ኣቢልና ከከም ዝጥዕመና ጌርና ከዓ ክንቀርዶ ዶ ንኽእል ኢና እዛ ትሪኣ ዘለኽን ግብር ኣቢለ ማለት እያ ኣነ ቀርዶ ዶ ኣለኹ ስለዚ ከምቲ ዝበልኩኽን እቲ ኣብ ማእኸሉ ዝፀንሕ ዕፅም ዝበለ ከም ዝትሪኦ ዘለኽን እዚ ሕጂ ዓፂቕ እዩ ንድርብዮ ማለት እዩ ከምኡ ድማ እዚኣ ድማ ከምኣ ጌርና ከውፀያ ማለት እዩ ተዓፂቕ ከምዚ ጉንዲ ዓይነት ዝመስል ንእሽተይ መወዳእታ ትረኽበሉ ኢኻ እሱ ነውፅኦ ማለት እዩ ከም ዝትሪኦ ዘለኹም እዚኣ ብምልእታ ኣውፅኤ ኣለኹ ማለት እዩ ስለዚ ከምዚኣ ገበር ኣቢልና እዛ ትሪኣ ዘለኹም እዚኣ ሕጂ ፅቡቅ ጌርና ቀንዲ ሕጂ እታ ኣልጫ ወይ ድማ ካውሎ ማለት እዩ ፅቡቅ ጌርና ብማይ ውዒ ጌርና ዝፍስፍ ነብሎ ማለት እዩ ከምዚ ትሪኦ እዚ ሽጉርተይ እንዳተቆሎ ማለት እዩ በዚ ሽጉርተይ እንዳቆለኹ ሕጂ እታ ካውሎ ከምቲ ዝበልኩኽን ብማይ ውዒ ጌርና ኣብ ግፍሕ ዝበለ ፅቦ ጌርና ዝብስፍ ነብሎ ማለት እዩ ፅቦ ጌርና ከዓ ንሓፅቦ ማለት እዩ እቲ ርስሓቱ ወይ ድማ እቲ ዝኾነ ሽታ ከይገብረልና ነቲ ካውሎ ጽቡቅ ጌርና ብማይ ውዑይ ግብር ኣቢልና ሕጽብ ኣቢልና ጽፍፍ ነብሎ ማለት እዩ ክብራት ኣሕዋተይ ስለዚ ከምዛ ትሪኣ ዘለኽን በዚኣ ናይ ካውሎ ናይ ስልሲ ናይ ኣደስ ማለት እዩ መሊሰ ዘይቲ ይገብረሉ ኣለኹ ንክሉ ይኣኽሉ ዝበልኩ ዘይቲ ማለት እዩ ነዚ ናይ ናይ ካውሎ ድማ ኮሚደረ ፍረሽ ኮሚደረ ተጠቒመ ኣለኹ ሕጂ እቲ እዚ ናይ ኣደስ ማለት እዩ እቲ ከኣ ናይ ስልሲ ሽዑ እቲ ኮሚደረ ከምኡ ድማ እቲ ሽጎርቲ ቁሩብተይ ብሓንሳብ ቅልው ከብሎ እየ ማለት እቲ ናይ ኣልጫ ማለት እዩ ናይ ካውሎ ከምዚ ትሪኦኦ ዘለኽን ዳርጋ ተቆልዩ ማለት እዩ ተቆልዩ ሽጉርትና ድማ ናይ ስልስና ከምዛ ትሪኣ ዘለኽን ሓንትን ፈረቃን ተጠቂመ ኣለኹ በርበረ ናይ ኣደስካ ቁሩብተይ ተጠቂመ ማለት እዩ ቁሩብ ዳርጋ ናይ ቡና ማንካ ትኸውን እየ ተጠቒመላ ማለት እዩ ስለዚ ከም ዝትሪኦ ዘለኽን ቀመማካ ኣብ ገዛና ዘለና ቀመም ግብር ክነብል ንኽእል ኢና ናብ ናይ ኣደስ ትኽዎ ሕጂ ኮሮሪማ እየ እእትያ ማለት እዩ ከምኡ ድማ በርበረ ፀሊም ቁርብ ተይእትየ ኣለኹ ማለት እዩ ስለዚ ኸምኣ ድማ ማይ ውዕይ ኩሉ ግዜ መቸም ኣብ ጎድንና ማይ ውዕይ እንዳገበርና ክንጸንሕ ኣለና። ማይ ውዕይ ክብር ነብለሉ ከኣ ከይሕዘና ማለት እዩ ክብራት ኣሕዋተይ። ከም ዝትሪኦ ዘለኽን ሕጂ እንዳበሰለ በሲልለ እዩ ሕጂ ድንሽ እትየ ኣለኹ ማለት እዩ ድንሽ ቁሩብተይ ምስቲ ሽጉርቲ ኮሚደረ ድማ እቲ ድንሽ ቁሩብተይ ምስ ሃረመለይ ድማ መሊሰ ሕፅብ ኣቢለ ድንሽ ከዓ ከምኡ ገይርኻ እትው ከብለ እየ ማለት እዩ ኣቐዲም ሕጂ እዚ ቅድም ድኑሽ ከምኡ ድማ ካሮት ምስቲ ሽጉርቲ ኮሚደረ እእትየዮ ኣለኹ ማለት እዩ ከምኡ ድማ ናይ ቀይሕ ፀብሒ ከምኡ ድማ ናይ ኣደሰይካ ቁርብ ሳልሳ እየ ተጠቂመ ዘለኹ ፃዕዳ ሽጉርቲ ማለት እዩ ክብራት ኣሕዋተይ እዚያ ስልጥ ትበቃ በትያን በትያን ጌርካ ሓደ ንባዕልኻ ካብ ስራሕ እውን ትጋላገል ማለት እዩ ቁሩብተይ ንሓደ መዓልቲ ክልተ መዓልቲ ከዓ ካብቲ ክሽነ ዕርፍ ተብል ኢኻ ማለት እዩ ክብራት ኣሕዋተይ ስለዚ ከምዛ ትሪኣኣ ዘለኽን እቲ ዶኑሽ ከምኡ ድማ ካሮት ክቁሎ ፀኒሑ ሕጂ እቲ ካውሎ ማለት እዩ እእትየዮ ኣለኹ ቀስ እናበልኩ ከዓ ሕጂ ዕሪ ከይበሰለ ትኻሮት ከምኡ ድማ ድንሽ ማለት እንድሕዳ በሲሉ ዕርዩ ከብለና እዩ ማለት እዩ ከምዚ ክከራተፈና እዩ ሕጂ ዕር እዩ ቁርብተይ ህርእ ቁርብተይ ከምዚ ሽልቕ ምስ በለ መሊስና እዚ ንእትዎ ማለት እዩ ሽዑ ተተሓሒዙ ምስዚ ካውሎ ይበስል ማለት እዩ ክብራት ኣሕዋተይ ስልስና ከምዝትሪኦ ዘለኽን ይኽን ኣደስና ድማ እንዳበሰለት እያ ስልሳ ነቲ ወያነ ሕጂ ቀስ እንዳበልና ከምዚ ጌርና ከኣ ግምጠል ነብሎ እቲ ናይ ታሕቲ ናብ ላዕሊ ማለት እዚ ናይ ካውሎና ከምዚ ትሪኣኦ ዘለኽን ካውሎ ከኣ ቀልጢፉ ስለ ምኽኽ ዝብል ቁሩብ ግዜ እዩ ዘድልዮ ማለት እዩ ስልስና ከምዛ ትሪኣያ ዘለኽን እንዳበሰለት እያ እዚኣ ኮይናትለይ ከምኡ ድማ ናይ ኣደሰይ ማለት እዩ ሕጂ ኣደሰይ ከ ጽቡቅ ገይረ ሕጽብ ኣቢለ ጸኒሐ የእትዎ ኣለኹ ማለት እዩ ስለዚ ቁርብተይ ምስ ሃረመልና ምስ ትሪእኦ ዘለኽን ቁርብ ክሃርም እየ ማይ ውዕይ ከኣ ብጎድኒ የፍልሕ ኣለኹ ማለት እዩ ከምስ ትሪእኦ ዘለኽን ችኻውለይ እንዳ ሸሎቆት እያ ትኸይድ ዘላ እንዳ በሰለት ማለት ከምስ ዝበልኩን እቲ ድንሽና ከምኡ ድማ ካሮት ዕሪ ከይበሰለ ክንእትዎ ኣለና ማለት እዩ ሽዑ ከምዛ ትሪኣ ዘለኽን ኣደስና ሕጂ ማይ ውዕይ ምልእ ከብላ እየ ማለት እዩ እንተ ትሪኣያ ዘለኽን በቲኣን በቲኣን ሰለስት እየን ክነግረክን ኣይክእልን እየ ብሓንሳብ ትገብራ ኣብዛ ፍርሽ ከም ተቐምጣ ሽዑ ማለት እዩ ብፍላይ እንድሕር ዳዋ ፋሚሊ ዘይኮይና ፋሚሊ ተኮይና ካብ ክልተ መዓልቲ ድራር ምሳሕ መሊስና ከዓ ምሳሕ ትኾነና ትኽእል ትኸውን እያ ድሕር ዳ ቅሩብ ውሕድ ዝበልና እንድሕር ኮይና ግን ተቐንየና እያ ማለት እዩ። ሕጂ ካብቲ ዝደልናዮ ቀመማት ኣነ ሕጂ ፓውደር ጻዕዳ ሽጉርቲ፣ በርበረ ጸሊም ከምኡ ድማ ካቦን ከምኡ ድማ ኣልጫ ህሩድ እየ ተጠቒመ ዘለኹ ማለት እዩ ክቡራት ኣሕዋተይ። እዚኣ ክብር ኣቢልና እዚኣ ሕጂ ጨው እየ ዝገብር ዘለኹ ዳርጋ እንዳወደአልና እዩ ማለት እዩ ክቡራት ኣሕዋተይ። እዛ ትሪኣ ዘለኹን ሕጂ ስልስና ረይኹና ኢኽን እዛ ትሪኣ ኮይናትለይ ኣላ እቲ ደማ ኣደሰይ ማለት እዩ ስለዚ ኣልጫይ ከዓ ፅብቕቲ ኮይናትለይ በሲላ እያ ማለት ከምዚ ትሪኦ ዘለኹም ክብራት ኣሕዋተይ ኣይዱንግን እዩ ከምቲ ዝበልኩኹን ጥንቅቕ ኢልና ጥራይ እቲ ካሮት ድንሽ ከይተሓማተለና ፅቡቅ ጌርና ክንኹሶ ከለና ኩስ ነብሎ ቀሰቢልና ማለት እዩ ኣደስና ከምዛ ትሪኣያ ዘለኽን ኮይና ከምኡ ድማ ስልስና ደርጊ እዚ ወዲኢለይ ማለት እዩ ፀብሐይ ነዚ ይመስል ኮይኑለይ ኣሎ ማለት እዩ ክቡራት ኣሕዋተይ ከም ዝትሪኦ ዘለኽን ኮይኑ ኣዝዩ ከዓ ፅቡቅ በሲሉለይ ማለት እዩ ኣብዚ ወዲኡሎ ናይ ኣሰራርሓ ፀብሕና ማለት እዩ ስለዚ ንክንምገቦ ከዓ ቀሪብናዮ ከምቲ ዝሓለፈ ቪድዮን ምስል እንተሪኢኽንኦ ናይ ኣውደ ኣመት ተጠቂመሉ ነይረ ናይ ኣዴ ማርያም ማለት እዩ ክብራት ኣሕዋተይ ገሊዕኻ ዘይምኖ ኣውደ ይኮይንልና ምስ ትሪኦ ዘለኽን ብኸምዚ ከዓ ቀረብ ኣቢልና ከዓ ንበልዕ ማለት እዩ ክብራት ኣሕዋተይ ኣጋይሽ ተለዉና ምስ ኣጋይሽና ቤንና ተኸይና ከኣ ከምቲ ዝበልኩኽን ዕቅን እንዳበልና ማለት እዩ። ስለዚ ክቡራት ኣሕዋተይ እቶም ሓደስቲ ዝኾንኩም ሳብስክራይብ ላይክ ሳብስክራይብስ እንታይ ኢኹም ትኾኑ ዘለኹም እቲ ቪድዮ ካብ ምርኣይ ዓደ ወዓልኩምን ተሳብስክራይብ ግን እንታይ እያ ትኸውን ዘላ ሳብስክራይብ ግበሩ ኣሕዋት ኣተባብዑና ሸር ላይ ኮመንት እንዳገበርኩም ቤተሰብ ናይ ቻነለይ ክትኮኑ ብክብሪ ይዕድመኩም እቶም ሓደስቲ ማለት እዩ እቶም ምሳይ ዘለኹም ድማ ከም ኩሉ ግዜ ክቡራት ኣሕዋተይ ምትብባዕኹም ኣይፈለየኒ ሞራልኩም ኣይፈለየኒ እንዳበልኩ ናይ ሎም መዓንቲ ቪድዮይ ነዚኣ ትመስል ነይራ ክትፈትዋ ሓጋዝ ክትከውን ከዓ ተስፋ ይገብር ከምቲ ዝበልኩኹም ሕጂ ውን ብድጋመ ምትብባዕኹም ኣይፈለየኒ ሳብስክራይብ ኣይትብቀቁዋ እም ሳብስክራይብ ጠውቁዋ ይብለኩም ክቡራት ኣሕዋተይ ክሳብ ኣብ ካልኣይ ቪድዮ ንራኸብ ሰሰናዩ በሩኽ ቅነ